ኣብ ትግራይ ኣብ ምልዋጥ መነባብሮ ማሕበረሰብ ብዝለዓለ ብርኪ እትዓምም ዘላን ስማ ብዝለዓለ ካብ ዝፅርሓን ኣደዳይ ማይክሮ ፋይናንስ ሓንቲ እያ። ማይክሮ ፋይናንስ ኣደዳይ ኣብ ዓመተ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝዓመመቶም ስራሕቲ መሰረት ገይራ፣ ዓመታዊ ገምጋም ኣሳሊጣ። ኣብዚ ዓመት ዝተፈላለዩ ሜላታት ዕቋር ብድምር ማለት እዩ ሓደ ነጥቢ ሸሞንተ ቢልየን እዩ ሞብላይዝ ኮይኑ ማለት እዩ ሓደ ነጥቢ ሸሞንተ ሓሙሽተ ነጥቢ ኣርባዕተ ቢልየን ጠቕላላ ዕቋርና ሞብላይዝ ዝኾነ ኢልና ኢና ኣብዚ ዓመት ግን ሓደ ነጥቢ ሸሞንተ ቢልየን እዩ ኮይኑ ሞብላይዝ ዝኾነ ማለት እዩ ሓደ ቢልየን ሸሞንተ ሚእትን ሓሙሽተን ኣርባዕተ ሚእትን ዓሰርተ ሸውዓተን ማለት እዩ እዚ ናይ ባዕሉ ምክንያታት ኣለዎ እቲ ናህሪ ቁፅሪ ምውሳኹ ሓደ እቲ ስርዓት ናይ ልቓሕ ኣተዓዳድላና ዕቋር ነኸ እዩ ዝሓልፍ ካልኣይ ከዓ እንደገና ናይ ዕቁብ ኣተኣታቲናዮ ዘለና ዕቁብ እውን ዕቋር ነኸ እዩ ስለ ዝሓልፍ ነዚ ናይ ወሰኽ ምክንያት እዚ ዘሎን ናይ ወፃኢን ናይ ሓድሽ ሃፍቲ ናይ ምትእኻብን ቁፅሪ ናይ ምውሳኽ ናይ ባዕሉ ግደ ኣለዎ እዩ ኮይኑ ግን እዩ ብኡ ልክዕ ከዓ እንታይ እዩ ዘርእየና ዘሎ ሓደ ቢልዮንን ሸውዓተን ሰማንያን ኣርባዕተን ወፃእ ኮይኑ እዩ ኣይዓቀብናዮን ኣይተኸላኸልናዮን ፃዕርታትና ንሰርሕ ዘለና ትራንዛክሽንና ንሰርሕ ዘለና ድኻም ጉልበት እዩ ዘርእየና ዘሎ እምበር ትዕቋር ብደንቢ ጌርና ክንሕዞ ይከኣልና ሃፍቲ ረኺብናዮ ነርና ኣትዩናዮ ነርና ግን ካብቲ ናይ ምዕቃብ ስርዓት ከዓ ዝተርፍ ነገር እኒኦ እዩ ቡ ልክዕ እዩ ወፅዩ ማለት እዩ እቲ ድኻሙ ተደማሪ ኮይኑ ዘለቐነት ዘለዎ ከስርሐካ ዝኽእል ነገር ኣይኮነን ሕዚ ዘለዉ ቕረይቲ ዓቆርቲ ናይ ትካልና 177 ሽሕን 257 እዩ

ኣብዚ ዘሎ ናይ ኣፈፃፅማ መጠን ፐርሰንት ክንርኢ ከለና ካብቲ ሓደ ነጥቢ ሸሞንተ ሓደ ነጥቢ ሸውዓተ ወፂእና በልና ነርና እቲ ቀሪ ዘርእየና ዘሎ ዕስራ ሚልዮን እዩ እዩ ተፈላለይ ሓደ ነጥቢ ሸሞንተ ዝኣክል ሞብላይዝ ጌርና ነርና ብኡ መጠን ከዓ ሓደ ሚልዮንን ሓደ ቢልዮንን ሸውዓተ ሚእቲ ሰማንያን ገልን ወፃኢ ኮይኑ ዒስራ ሚልዮን እዩ እቲ ኣውስታንዲግ ሒዝናዮ ኔና ማለት እዩ ኣይምንት ቐራይ ተደማር ዕቋርና ሒዝናዮ ኔና እዚ ማለት ግን ከመይ ማለት ኢዩ? ኣብ ዕቋር ቀጥታ ብመደበኛ እምበር ብተኸፋሊ ተኾይኑ ክልተ ቢልዮን ኢዩ ሞቭላይዝ ኮይኑ። ክልተ ሚእትን ዓሰርተ ሸውዓተን ኣብ ተኸፋሊ ተቐመጠ ኣሎ። ናይ ባዕሉ ስርዓት ኣለዎ። ሓደ እቲ ኣርባዓን ኣርባዕተን ብናይ ለቓሕ ተኣከበ ኢዩ። እቲ ሚእትን ሰብዓን ካብ ዓቢይቲ ትካላት ተኣከበ ኢዩ። ንምንታይ ተቐሚጡ ዝብል ናይ ባዕልና ንፈልጦ ስራሕ ስለ ዘሎ እዩ። ክልተ ኣይምን 217 ብተኸፋሊ ሓዊስካ ግን እቲ ዳታ 238 ሚልዮን 492 ክፍፀም ክኢሉ እዩ ኣብዚ ዓመት ኣብቲ ናይ ሓፋሽ ኣብቲ ናይ ሜላታት ፓኬጃት ዕቋር ኣብቲ ናይ ጠቕላላ ጨንፈር ዝሰርሐሉ እታ ንሪኣ ዘለና ቁፅሪ እያ፣ እታ ዕስራ ሚሊዮን እያ ተሰሪሓ። ሚእትን ሰብዓን ገለን ብዋና ቢሮ ናይ ሰለስተ ናይ ኣርባዕተ ዓበይቲ ትካላት ተሰርሑ እዩ። ብድምር ግን ናይ ዕቋር ውፅኢት ክንርኢ ከለና ተስዓን ትሽዓተን ፐርሰንት ፍፃመ እ፣ ተፈፂሙ እዩ ማለት እዩ። ዝሐሸ ስራሕ ተሰሪሑ እዩ። ይኹን ዳ እምበር ኣብዚ ግን እንታይ እኒኦ ዝተርፍ ነገራት ዘይተረጋገ እዩ ከም ንብሎ ዘለና እዘን ናይ ኣርባዕተ ዓበይቲ ትካላት ንብሎም ዘለና 50 ሚልዮን 30 ሚልዮን 40 ሚልዮን ኣብ ሓደ ግዜ ናይ ምሕታት ዕድላቱ ዘለዎ እዩ ዝተረጋገ ኣይኮነን ክብደት ኣለዎ እዩ ነዚ ከዓ ኣብ ናይ ሓፋሽ ጠመተ ሂብካ ምስራሕ ዘደሊ ምዃኑ እዩ ማለት እዩ ምክንያቱም ናይ ሓፋሽ ኩሉ ግዜ ከንቀሳቐሰካ ከስርሐካ ይኽእል ኣወፃፅኦ እውን ተንጠባጠበ እዩ ብሓደ ግዜ ስለ ዘይኮነ ማለት እዩ ኣደዳይ ማይክሮ ፋይናንስ ኣፈፃፅማ ትልሚ 2018 ዓ ም መሰረት ገይራ ኣብ ዘሳለጠቶም ገምጋማዊ መድረኽ ቁልፍን ዓበይትን መደባት ብዕምቆት ተዘትዮምሎም እዮም ወሎማዓንቲ ዝተሳየደ መድረኽ ያው ናይ ዓመታዊ ገምጋም እዩ። ዓመታዊ ገምጋም እውን ኣብቶም ዓበይቲ መደባትን ቁልፊ መደባትን ብዝርዝር ዝተረኣየሉ ኩነታት ነይሩ። ዞሮ ዞሮ ኣብዚ ያው ኣብቶም ዓበይቲ መደባት ዝበሃሉ ኣብ ናይ ልቓሕ ምሃብ ኣወሃባ ግልጋሎት ነቲ ሕብረተሰብ ናይ ባህሊ ዕቋር ናይ ዕቋር ባህሊ ዓቕሚ ኣብ ምፍጣር ግንዛበ ምፍጣር ዝብሉ ኣብ ሰራሕተኛ እውን ኣብ ውፍይነት ቅንዕና ነቲ ማሕበረሰብ ናይ ኣገልጋላይነት መንፈስ ኣለዎ ዶ የብሉ ሱር ሰራሕተኛ እንታይ እዩ ዝመስል ኣብ ዘሎ ኣመራርሓ እውን ኣብቲ ብራንች ይኹን ክሳብ ሄድ ኦፊስ ዘሎ ዝተኣሳሰረ ድዩ እቲ መሪሕ መሪሕ ኮይኑ እውን ነቲ ስራሕ ይመርሖ ድዩ ሊድ ይገብሮ ድዩ ይብል ያው ብርክት ዝበሉ ተላዒሎም እዮም ኣብኡ ኣብ ናይ ትርፊ ዘሎ ጉዳይ ክንረኸልና ኣብ ናይ ዓቆርቲ ኣርባዓን ኣርባዕተን ፐርሰንት ኢና ሽቶ ሰሪሕና ዘለና ሓምሳን ሽዱሽተን ሽሕን ሽዱሽተ ሚእትን ተልሚ ሒዝና ነርና ኣብዚ ፈጺምናዮ ዘለና ግን ዕስራን ሓሙሽተን ሽሕን ሰለስተ ሚእትን ትሽዓተን እዩ እዚ ትሕት ዝበሃል ኣፈጻጽማ እዩ እዚ ከይዱ ከይዱ ድሕሪ ሰነ ድሕሪ ታህሳስ ዳርጋ ጠጠው ኢሉ ትብልና ምግናን ይኸውን ብጀካ ውስናት ጨንፈራት ማለት እዩ ሕዘ ይዓቆሩን እዩ ሕዚ ኮክተለ ይብልን እዩ እዚ ኮ ከምዚ ገለገለታት ዝብሉ ዘይስርዑ ዝኾኑ ዝቐሩ ምክንያታት ነይሮም ኣብዚ ልዕሊ ግደ ዘለዎን ብርክት ዝበላ ጨንፈራት ኣለዋ ብኡ መጠን ከዓ ነዚ ውድቀት ምክንያት ዝኾና ከዓኒ ልዕሊ ሓምሳ ፐርሰንት ዝኾና ጨንፈራት ዳርጋ ምክንያት ናይዚ ውድቀት እየን ኣብ ናይ ዕቁብ ትርፊ ዝሐሸ ስራሕ ዝተባሃለ ካብቶም ናይ ምትሳር ስራሕቲ ሓደ ዕቁብ እዮ እዚ ዓመት ተሰርሐሉ ማለት እዩ ሸሞንተ ነጥቢ ኣርባዕተ ሚልዮንና ትርፊ ተረኺቡ ካብ ዕቁብ ማለት እዩ ኩሉ ጨንፈር ተዝሳተፍ ኣብዚ ከመይ ምኾነ ነይሩ እዩ ምክንያቱም እዚ ብክላስተር መቐለ ስለ ዘቕርቦ ዘለኹ እዩ ናውቲ ዋዕላ ኣብቲ ዓመት 2018 ዝተዋሃበ መደብ ዘተኮረ እዩ ያው እንታይ ትልሚ ነይሩ እንታይ ፍፃመ ተፈፂሙ እንታይ ከ ነይሮም መሰረታዊ ቻለንጅ ዝበሃሉ ወይ ፀገማት ዝበሃሉ ናም ኮታ ዓይነት መፍትሒ ክውሰደ ኣለዎ ልብል እዩ እቲ ዋና ፕሮግራም ማለት ያው እቲ ዝነበረና ትልሚ ፍፃሜ ከም ትካል ያው ከባቢ 600 9 ሚልዮን እዩ ነይሩ ትልሚ ዝሓዝናዮ 400 ሚልዮን ኢና ኣችቭ ገይርና ኣብዚ ዓመት ያው ብኣንጻር ተለቃሕቲ ክረኦ ከሎ ከዓ ያው 9 ሽሕ ክንህብ እዩ ነይሩ ትልሚ ያው ምስ ለሎ ኩነታት ምስ ለሎ ሕፅረት ገንዘብ ያው 3 ሽሒ 300 ከባቢ ኢና ሂብና ኣብዚ ዓመት ኣችቭ ገይርና ኣለና ያው እቲ መንስኡ ተወዲቆ ለሎ ያው ኣንቲ ዝገለፅክዎ ናይ ሕፅረት ገንዘብ ምክንያት ኣለፍቲ ባይታ ያው እዚ ይመስል ማለት እዩ ውፅኢት ኣንፃር ኣርባዕተ ክላስተር እዩ ዝኒኤ እቲ ገምጋም ናይ ሎም ዓመት በቢዘብኡ ማለት እዩ ሕዚ ብናይ ክላስተር መቐለ ኣብ ናይ 24 ብራንች ኣለዋ ካብዘን 24 እቲ መበል 24 ኩሮም ዳታ ስለዘይፀብፀበ ጋና ውፅኢት ስለዘይሰርሐ ናይ 23 ኢና ንግምግም ዘለና እዚ ድምር ንሪኦ ዘለና ከም ጠቕላላ ትካል እዩ ግን ኣብቲ ቁፅሪ እናረኣናዮ ክንከድና ናይቲ ብራንች ጥራይ ኣብ መን ኣብ ጠንካራ መፅያ መን ኣብ ደካማ ዝብል እናተጠቐሳ ከዳ እየን ሕዚ ጠንካራ ዝበሃላ ኣብዚ በዓል መን እየን ዝብላ እውን እናፈለናየን ክንከይድና እዩ ሸሞንተ ነጥቢ ኣርባዕተ ሚልዮን ክንረክብ ከለና ኣብዚ ዝለዓለ ግደ ዘለዋ ዋላ ኣብ ዘይተሃልዩ ናይ ዓዲ ከንቲባ እዩ ውፅኢት እዚ ሸሞንተ ሚልዮን ናይ ዓዲ ከንቲባ እዩ ኣብዚ ብጣዕሚ ጅዋጅወ ዝኾነ ነገር ኣለዎ ሸሞንተ ሚልዮን ተሓንቲ ትፍፅም ተሓንቲ ከዓ ዕስራ ሽሕ ትፍፅም ማለት እዩ ሰማይና ምድሪ እዩ ማለት እዩ ዘይ ተመጣጠነ ኣፈፃፅማ ካብ ዘለዎ ሓደ እዚ እዩ ግን ተተፃዒርሉ ክስራሕ ዝኽእል ምዃኑ ከዓ ዘርእየካ ዳታ እዩ ማእኸላይ ዝበሃል ኣፈፃፅማ ዘለዎ ኣብዚ ዓመት ዝተሰርሐ 51.5 ፐርሰንት ሽትኡ ዝበፅሐ እዩ ማለት እዩ ካሊእ ኣብዚ ትሕቲ ልዕሊ 36 ጨንፈራት ትሕቲ 50 ፐርሰንት እዩ ናይቲ ዝተውሃቦም ትልሚ ትሕቲ 50 ፐርሰንት እየን ፈፂመን ልዕሊኡ ተዝኾና ነይሩ ከምቲ ነዚ ዘለና እቲ ቁፅሪ ናይ ሸሞንተ ነጥቢ ኣርባዕተ ካልእ ቁፅሪ ምርጫ ነይሩ እዩ ናይዚ መትሓት ምክንያት ክትደክም ዘይምድላይ ኣሎ ዕቁብ መድከሚ እዩ ምክንያቱ ክእለት ገለ ኣይደልን ሓደ ግዜ ተተሓሽከያ ተዓሚል ተተሓሒዙ እዩ ግን እንታይ እኒአ ኩሉ ግዜ መዓልታዊ ስለ ዝስብሰብ ድኻም ይሓትት እዩ ድኻም ስለ ዝሓትት ከኣ ንዘይ ምድካም ከኣ እንታይ ይግበር ኣውዚ የለን እኮ ካሊእ ካልናልካ እንዳ መኸነኻ ማለት እዩ እቲ ዓሚል ዝነበረ እንዳውጻኻ ካሊእ ሓድሽ ከይተፍሪ ጠጠው እንዳበልኻ ስራሕ ናብ ዜሮ ተውርዶ ማለት እዩ ኣብዚ ዘሎ ንዘይ ምድካም እምበር ንምስራሕ ዝዓግት ዋላ ሓደ ነገር የለን ብምሉእ ነገር ካብቲ ናይ ዘሎ መዓልታዊ ዕቁብ ናይ ደገ ዝበለፀ እዩ ናይ ትካልና ዘሎ ኣማራፂ ማለት እዩ ብመምርሕታቱ ኣንፃር ተርእና እውን ኩሉ ክፍቲ እዩ ነይሩ ዝዓመት ምንም ኣይተኣገደን ናይ ብሄራዊ ባንኪ መምርሒ መሰረት እናተፈፀመ እዩ ነይሩ ወፃታቱ ማለት እዩ እኳ ደኣ ተጠቃሚ መብዛሕትኡ ሕዚ ብመዓልታዊ ዕቁብ እዩ ዝስተናገድ ዘሎ። ዕቋር ስሩዕ መደበኛ ገዲፍዎ እዩ። ብናይ ውልቀ ይኹን ብናይ ትካላት ይኹን ናብ መዓልታዊ ዕቁብ ይኣትዩ። እዚ ንምስራሕ ዝዓግት ነገር ኣይነበረን። ከም ዝበልክዎ ግን ንዘይምድካም ግን ዝረኣዩ ነጥብታት ኣለዎ እዮም። እዚ እዩ
ዓመታዊ ገምጋም ኣፈፃፅማ ስራሕ ኣደዳይ ማይክሮ ፋይናንስ ብዑደት ዝተዓጀበ እዩ ነይሩ። ዕላማ እዚ ዑደት ኣደዳይ ማይክሮ ፋይናንስ ተረባሕነትን ተበፃሕነትን ንምርግጋፅ ኣብ ባይታ ትሰርሖም ዘላ ናይ መሰረተ ልምዓት ምስፍሕፋሕ ስራሕቲ ብውስን መልክዑ ንምርኣይ እዩ። ናይ ሎማዓንቲ ዑደትና ኣደዳይ ትሰርሖም ዘላ ፕሮጀክታት ንስራሕ መካየድቲ ንምርኣይ፣ ዘለዎም ግንዛቤ ንምዕባይ፣ እቲ ትካል ዝሰርሖ ዘሎን ዝኸዶ ዘሎን ክያዶታት ንምርዳእ ዓሊሙ ዝተገበረ ኣብ ክልተ ፕሮጀክታት ዑደት እዩ። እዚ ዑደት እዚ ሓደ ናይ ዋና ቤት ፅሕፈት ዑደት ኣብ ፊት ንፊት ዋና ምምሕዳር ትግራይ ዝርከብ ግራውንድ ጂ ፕላስ ናይን ህንፃ ካልኣይ ሓዱሽ ዝጀመርናዮ ኣብ ከባቢ ሓድነት መስቀለኛ መንገዲ ዝርከብ በዓል ክልተ ቤዝመንትን ጂ ፕላስ ቴን ህንፃ ዘካተተ ናይ ዑደት ጉብኝት እዩ ነይሩ። እዚ ዑደት እዙይ ነቶም ሰራሕተኛ ኣብቲ ትካሎም ዘለዎም መረኣያ ናብ ዝሓሸ ብርኪ ንክበፅሕ እምነት ክህልዎም ንዝበለፀ ስራሕ ክበራታትዑ፣ ንዝበለፀ ውፅኢት ናብ ዝሓሸ ደረጃ በቢቅርንጫፎም ክበፅሑ መሰረት ዝገበረ ዑደት እዩ። ስለዚ መሰረት ጌርና ዝገበርናዮ ዑደት እዩ። ኣብ ከምዚ ዝግበር ዘሎ ያው እቲ ናይ ተጠቃምነት እዩ ዋንኡ ተጠቃምነት እቲ ዝደለዮ ዘርፊ ይኹን እቲ ዝደለዮ ስራሕ ያው ክጥቀም ይኽእል እዩ ትካል ብኩሉ ዓይነት ዘርፊ ኢና ልቃሕ ንህብ ብገዛስ ካብ ሓደ ነጥቢ ሰለስተ ሚልዮን ንህብ ኢና ብጉጅለ ዝበሃል ልቓሕ እውን ኣለና እስካብ ሚእቲ ዕስራ ኢልዋ ያው ተጠቃሚ ክኾን ይኽእል እዩ በብወረድኡ ስለ ዘለና ንዎ ግልጋሎት በብወረድኡ እዩ ያው መፅኡ ግልጋሎት ክረክ ይኽእል እዩ ኣብ ዝሓፀረ ግዜ ያው ትልማላ ደክሞ እንተማልኡ ዝሓፀረ ግዜ ስሉጥ እዩ ፅፉፍ ግልጋሎት ምሃብ ያው ቅርቡ እዩ ከም ትካል ማለት እዩ እዚ መድረኽ እዙይ ናይ ዓመት ገምጋም እዩ እዚ ናይ ዓመት ገምጋም 2018 ዓ ም ኣብ 2017 ዓ ም ኦሪንቴሽን መደብ ተዋሂቡ ንጥዑ መሰረት ጌርና ኣብዚ ዓመት እዚ ዝሰራሕናዮም ስራሕቲ ንምግምጋም ኢና ተኣኪብና ዘለና ኣብዚ ገምጋም እዚ ኣደዳይ ኣብ ቀፃሊ ዓመታት ዘጋጠምዋ ብድሆታት ተነፂራ እያ ኣትያቶም እዞም ብድሆታት እዚኣቶም ስትራቴጂክ ፕላን ብደንቢ ተዳልዩሎም ከመይ ክፍትሑ ከም ዝግብኦም ተነፂሮም ኢና ናብ ስራሕ ኣቲና። እዚ ስትራተጂክ ፕላን ሰለስተ ዓመቱ ወዲኡ ናብ ኣርባዕተ ዓመቱ ንምትግባር ይኸይድ ኣሎ። ኣብዚ ዓመት እዚ ዝሰራሕናዮም ስራሕቲ መሰረት ጌርና ንምባል ኣብዚ ካፒታል ንምዕባይ፣ ተበፃሓይነት ንምስፋሕ፣ ልቓሕቲ ንምሃብ፣ ሃፍቲ ንምትእኽኻብ፣ ካልኣይ ድማ ሕዚ ኣብ ትግራይ ብዝተፈጠረ ጀኖሳይዳዊ ኩናት ዝዓነወ ማሕበረሰብ ኣለና ብፍላይ ድማ ኣብ ትሑት መነባብሮ ዝርከባ ደቂ ኣንስትዮ ኣለዋ እንደገና በቲ ኩናት እሱ ድማ ኣብ ትሑት ኩነታት ተረኪበን እየን ስለዚ ንዐን ናብ ዝሓሸ ብርኪ ንክበፅሓ ብተቃለ መጠን ልቃሕቲ ዝሃብናዮ ልቃሕቲ ከመይ ገይሩ ዕዉት ኮይኑ ኣብ ምንታይ ውዒሉ ክንደይ ልቓሕ ሂብና እዚ ኣብ ድኽነት ምቕናስ ናይ ባዕሉ እንታይ ኣስተዋፅኦ ኣለዎ ዝብል ስፍሕ ዝበለ ገምጋም ንምክያድ ኢና ተኣኪብና እግረ መንገዶም እዮም እቲ ናይ ህንፃታት ናይ ፕሮጀክታት ጉብኝት ገይሮም ዘለዎም ኣብቲ መድረክ ዝረአናዮ ከም ኣብ ናይ ልቓሕ ምሃብ ዝተረኣዩ ጥንካረ ያው መብዛሕትአን እንተን ኣብ ትሕት መናወሪ ዘለዋ ደቂ ኣንስትዮ ንኣታተን ኣብ ምብርታዕ ናይ ስራሕ ዕድል ምፍጣር ዝሕሸ ኢና ሰርሕና ኢና ንብል ያው ቀፃሊ ዓመት ያው ሓደ ሸር ክሽወጡ ይብል ትፅቢት ኣሎ ሸር ተትሸይጡ ያው ትልቃ ሓውን ክምለስ ኢልና ኢና ተፅም ትገብር ብበዝሒ ብዙ ፍልኣት ይርቃ ኣሎ እሱ ተመሊሱ ዕቋር እውን ተሰውሲቡ ያው ዝሕሸ ፈፀፀም ክህሉ ኢና ተስፋ ንገብር ማለት እዩ ያው ካብ መንግስቲ ክግበር ልግብኦ ያው ኣብቲ ሕፅረት ገንዘብ ምቕራፍ ተዝሕግዝ ልበለ ርእይቶ ኣለኒ ሕፅረት ገንዘብ ብጣዕሚ ልጎደና ሃም ትካል ስለዚ ፍቲ ሕፅረት ገንዘብ ብመንግስቲ መዳይ ኣባና ኣታዊ ዝገብረሉ ወይ ዝዓቕረሉ ብሴክተሩ ማለት እዩ ተዝህሊ ይብል ሓሳብ ክሕግዘና ንኽእል መንግስቲ ሸፍት ሕፅረት ገንዘብ ምዕራፍ እዩ ይብል ሓሳብ
ኣብ ኣፈፃፅማ ትልሚ 218 ዓ ም ዝተረኣዩ ጉድለታት ካብ ዝተፈላለዩ ኣንፈታት ዝመፁ እንትኾኑ ብዋናነት እቶም ፀገማት ባዕላውን ግዳማውን እንትኾኑ ብቐፃሊ ኩሉ በቢዝምልከቶም ትኹረት ሂቡ ክሰርሓሎም ኣብቲ መድረኽ ተነፂሩ እዩ። ዓመት ሃፍቲ በቲ ድለ ንምእካብ ከም መሓንቖታት ኮይኖም ዝነበሩ ክልተ ነገራት እዮም ኢልና ኢና ፈሊናዮም። እቲ ሓደ ደጋዊ ፀገም እዩ፣ እቲ ካልኣይ ከዓ ውሽጣዊ ፀገም እዩ። ኣብዚ ናይ ደጋዊ ጸገም እንታይ እዩ ነይሩ ኢልና ክንርኢ ከለና ናይ ባዕሉ እቲ ፖለቲካ ቅልውላው ኣብ ሕብረተሰብና ማለት እዩ ዝፈጠሮ ኣብ ክልልና ዘለዎ ናይ ፖለቲካ ዘይምርግጋእ ኣብ ሕብረተሰብና ማለት እዩ ኣብ ተካላትና እምነት ክስእን ገይርዎ እዩ ናይ ምዕቋር ድሌቱ ክቕንስ ገይርዎ እዩ ናይ ባዕሉ ካዝና ክምህዝ ገይርዎ እዩ። ኣብ ገዝኡ ካዝና ክገብር ገይርዎ እዩ። ጥረ ገንዘብ ናብ ባዕሉ ከምፅእ ኩሉ ነገራት ሕድሕድ ገዛ ባንክ ክኾን ገይርዎ እዩ ማለት እዩ። ማይክሮ ፋይናንስ ናብ ባንክ ዝነበረት ናይ ኣገልግሎት ስርዓት ክቋረፅ ገይርዎ እዩ። ዝነበረት ናይ ፖለቲካ ምቕልብላብ ማለት እዩ ካሊእ እንታይ ጸሊና ንዓና ኣብዚ ናይ ፖለቲካ ናይ ባዕልቲ እምነት ምስኣን ኣብ ዘሎ ኮይኑ ዓበይቲ ትካላት ከዓ እንደገና ንስራሕ መካየዲ ዝኸውን ብተለይ ማይ ግልጋሎትን ቤት መዘጋጃን ቅድም ክብል ተዓቑሩ ዝነበረ ትካላትና ማይ ግልጋሎትን ቤት መዘጋጃን ካልኦት እውን ማለት እዩ ኣብ ትካላትና ዓቑረን ዝነበራ ዳርጋ ኩሎም ማለት እዩ ደብዳቤ ዘይሓተተ የለን ተበልካ ምግናን ኣይኸውን ንምንታይ ንስራሕ መካየዲ ማለት እዩ በቲ ዝነበረ ኩነታት ምክንያት ንስራሕ መካየዲ ኩሎም ካባና ወፃኢ እናተሓተተ እዩ ነይሩ ብመሰረት እውን ናይ ባዕሉ ምድንጓይ ክነብሮ ይኽእል እዩ ክፍሊታት ተፈፂሙ እዩ ብርክት ዝበለ ወፃኢ ወፅኡ እዩ ማለት እዩ ሓደ እዚ ኮይኑ እዩ ካሊእ ከዓ ዘይተኣደነ ውድድር ነይሩ እዩ ዘይተኣደነ ውድድር ተኣዩ ተማሳል ትካላት ገደብ ዘይብሉ መጠን ወለድ ማለት እዩ ንሕና ንህቦ ልቓሕ 18 20 ሚእታዊ እዩ እሰን ዝህቦ ወለድ ግዜ ገደብ ከዓ 24 23 እዩ ብ18 ፐርሰንት ልቓሕ እንዳሃብካ 24 ፐርሰንት ግዜ ገደብ ክተምፀ ይትኽእልን ዝገጥመና ነበረ ግን ኣብ ዓበይቲ ትካላት ማለት እዩ ናይ ግዜ ገደብ ወለድ ዕስራን ኣርባዕተን ዕስራን ሰለስተን ኣብ ትካልና ዝነበሮም ንክወፅእ ካሊእ ከይነምፅእ እውን ከይንወዳደር ካብቲ ውድድር ወፃእ ክገብሩና ብዙሕ ፀገማት እናረኣና መፂና ኢና ማለት እዩ እናተጋፈጥና መፂና ኢና ኣብዚ ጉዳይ እዚ ካሊእ እንደገና ጠማጥም እውን እየ ተመሳሰልቲ ትካላት ዘይስሩዕ ዝኾነ ጠማጥም እውን እየ ተጠማጥም ብዙሕ ክትናገሮ ይትኽእል ብዙሕ ዓይነት እዩ ናይ ልቓሕ ኣሎ ካብ ልቓሕ ወፃእ ከዓ ዘይስሩዕ ዝኾነ ጠማጥምታት ኣሎ ማለት ክሳብ ክዳን ምኽዳን ኣሎ እዩ እዚ ከዓ ምስ ትካል ሕጋዊ ኮይኑ ስለ ዘይኸይድ ኣብዚ ዝነበረ ንባዕልና እውን ምቁፅፃር ስለ ዘፀገመልና ኣብ ተሳተፍቲ የኮናን ናይ ጠማጥም እዚ ብዝግባእ ክንቆፃፀር ኣይከኣልናን ኣብዚ እውን ሓደ ከውድቐና ክኢሉ እዩ ማለት እዩ ምክንያቱም ትካልና ተመራፂት ከይትኸውን ገይረና እየንትን ካልእትን ደንዘና ተመሳሰል ትካላት በዚ ምክንያት ካሊእ ቴክኖሎጂ እውን ሓደ ውድቀት ናህና ኢልና ዝወሰድናዮ እዩ ምክንያቱም ቴክኖሎጂ ብዘይ ምውድዳርና በቲ ዘሎ እዋናዊ ዝጠልቦ ቴክኖሎጂ ኣተኣታቲና ብዘይ ምኻድና እውን ሓደ ድኽመት እዩ በዚ ምክንያት ገይረ ንሳተን እውን ንዓና ካብቲ ናይ ሕብረተሰብ ዘለና ግልጋሎት ክቐንሰልና ክኢሉ እዩ እዩ ናይ ደጋዊ ዘሎ ካሊእ በርግፅ ቴክኖሎጂ ውሽጣዊ ናይ ናይ ግን እቲ ውድድር በዚ መልክዕ እየን ሰንፃላና ፀኒሐን ማለት እዩ። ቴክኖሎጂ እውን በሊፀን እየን ካባና በዚ መልክዕ እናሸነፋና ፀኒሐን ማለት እዩ። ካሊእ ኣብ ውሽጣዊ ፀገማት ክንርኢ ከለና እንታይ እኒኤ ዝምጥን ንእዋኑ ዝምጥን ስራሕ ዘይምስራሕ ቅድም ክብሉን ይገልፆ ፀኒሑ እየ ክብራዊ ሕዚ ኣይስራሕን ዝብል ኣተሓሳስባ ምህላው ማለት እዩ። ሕዚ ዶ ዕቋር ይዕቆር እዩ፣ ሕዚ እኮ ኣይዕቆርን እዩ። እዚ ዝብል ዘሎ መን እዩ? ስራሕ መካየድትናና ሰራሕተኛታትና ማለት እዩ። ኩሉ ግዜ ኣብ ክልቲ ኩነታት ኮይና ኢና ስራሕ ክንሰርሕ ዘለና። ነቲ ኩነታት ዝምጥን ማለት ናይ ትማል ዝነበረ ትልሚ ፍጻመ ክንፍጽሞ ኣይንኽእልን። ትማሊ ካሊእ እዋን እዩ ሕዚ ዘሎ ግን ነቲ ዘሎ እዋኑ ዝምጥን ስራሕ ግን ክንሰርሕ ንኽእል ኣለና ጠቕላላ ዳርጋ ኣብዝሓ ኣብ ተወሰና ጨንፈራት ሓውሲ ዝኸፈታ ነገር ማለት እዩ ዕቋር ሃበን ኢልካ ንምሕታት ሲ ናይ ምስካፍ ምልክታት ዝተረኣየሉ እዩ ካብ ቢሮን ክትወፅእ ዘይምድላይ ማለት እዩ ጥራይን ዝመፀካ ጥርዓን እንዳሰማዕካ ምስትንጋድ እምበር ሃፍቲ ንምትእኽኻብ ዝተገበረ ፃዕሪ ትሑት እዩ ነይሩ ኣብ ኣብዝሓ ጨንፈራት ውስናት ጨንፈራት ከዓ ብጣዕሚ ክድነቃ ዝግበን ተዓፃፂፈን ዝሰርሓ ኣለዋ እዮም ቦሊቀን እና ካሊእ ኣብቶም ኩሎም ሜላታት ዕቋር ከዓ እንደገና ናብ ስራሕ ዘይምውዓል ሓደ ውሽጣዊ ፀገማትና እዩ ብዙሓት ሜላታት ዕቋር ተኣታትዮም እዮም እቲ ሓደ ክደክም ከሎ እቲ ሓደ ክምፅእ ይኽእል እዩ ነናይ ባዕሎም ዝኾነ ምድግጋፍ ባህር ኣለዎም ኣብዚ ግን እንታይ ድኽመት ተራእዩ ኩሎምና ስራሕ ነትዮም ይኸኣልና ተንጠባጠበ እዩ ድማር ናቱ ውፅኢት ከዓኒ በዚ ድለ ፈፃፀም ከርእየካ ይኽእል ማለት እዩ ኣዋሃዊ ኣገልጋሎት ንፀገም ኣለና ውሽጣዊ ፀገምና እዚ ሓደ ኣዋሃዊ ኣገልጋሎት እዩ ኣዋሃዊ ኣገልጋሎት ካብ ዋና ቢሮ ጀሚሩ እስካብ ጨንፈር ይወርድ እዩ ኣብ ዋና ቢሮ ማለት ሰም ዓበይቲ ትካላት መሰረት ይገብር እዩ ናይ ምጉለላ ዘሎ ጉዳይ እዩ ምክንያቱ ይፍለጥ እዩ እንታይ ከም ምዃኑ ዝጉለሎ ዘይምህላዊ ግን ንዑ ዝምጥን ኣምፅኻ ኢኻ ክትግልግል ዘለካ ዓሚልካ ካሊእ ኣብ ጨንፈር ዝወሃብ ንዋጋ ዓሚል ክብሪ ትሑት እዩ ነቲ መልሲ የለን ኢልካ ክትምልሰሉ እውን ዝስእነሉ ዕድላት እውን ኣሎ እዩ። ዓቕሚ ዘይምህላው፣ ተመጣጣናይ ዝኾነ ናይ ዓቕሚ ኣፈፃፀም ዘይምህላው እቲ ውፅኢቱ ከም ዝበልናዮ ሸሞንተ ሚእቲ ንዓይ ስራ ዝበልናዮ ናይ ዓቕሚ ጉዳይ ምንም ካልእ ይኾን ይኸእል ኩነታት ካብ ጫፍ ትግራይ ናብ ሓንቲ በቃ ማዕረ እዩ ዘሎ ካብ ደቡብ ክሳብ ሰሜን ምዕራብ ዘሎ ማዕረ እዩ ተፈለየ ነገር የብልናን ሕዚ ኣብ ሕዚ ሰዓት ኮይና ማለት ኣብ ትግራይ ዘሎ ጉዳይ ግን እቲ ሓደ ወረዳ ናይ ባዕሉ ኩነታት ይቐርበልካ እቲ ሓደ በቃ መዓረ ኢና ኩላ ኢና ግን ኣብዛ ክሊ እዚኣ ኮይና እንታይ ይፈላለይ ኣለና ናይ ዓቕሚ ኣፈፃፅማ ግን ዘይተመጣጠነ ዓቕሚ ግን ኣለና ማለት እዩ ርክብ ምስ መዳርግቲ እውን የብልናን ዝተበታተኸ ይርክብና ኣብ ርክብ ዘሎ ጉዳይ ትንጺልካ ናይ ምኻድ እምበር ርክብ ፈጢርካ ሓጋዝ ዝኾነ ስራሕቲ ንኸገብሩልካ ኣብ ምልዕዓል ዘሎ ስራሕቲ ትሑት እዩ ክብል ደልየ ካሊእ ብደረጃ ክላስተር መቐለ ክንረኸልና ኣፈፃፅማ መደባት ዝርዮ ዘለና ዳታ ይመስል ማለት እዩ ዕቋር ብትልሚ ሽትኡ በፂሑ እዩ ኢልና ፀኒሕና ናይ መቐለ ውፅኢት ወዚታ ይሳተፍ እዩ 21 ሚእታዊ ናይ መቐለ 97 ሚልዮን እዩ ትልሚ ተዋሂብዎ ነይሩ መቐለ ክብል ከለኹ ክላስተር መቐለ ማለት እዩ ናይ ዘብዚ ዘሎ ተገምጋሚ ኣካል ማለት ናይ 23 ጨፈራት ተስዓን ሸውዓተን ሚልዮን እዩ ነይሩ ዕቋር ትልሚ ተፈፂሙ ዘለ ግን ዕስራን ሓደን ሚልዮን እዩ ፐርሰንት ክንረእ ከለና ዕስራን ሓደን ኣዝዩ ትሑት ማለት እዩ ካብ ብምልአን ዘሎ ካብ ኣርባዕተን ክላስተር ዘለዋና ካብ ዝተሓተት ክላስተር ናይ ፈፀፅማ መደብ ዘለዋ ብዝኾነ መቐለ ዝርያ እዩ ደቡብ መቐለ ካብ ደቡብ ምብራቕ እውን ተወሰነ ዝመፀኹም ስለ ዘለኹም ካብዚ ወፃእ ማለት ዝተሓተ ዘለኩም ኣብዚ ዘለኹም ስራሕ መካየዲ ጨንፈራትን መርሑ ዘለኹም እዩ ዝተሓተ ዘለዎም ኣፈፃፅማ ማለት እዩ ዓቆት ዘርእና እውን 30 ሚእታዊ እዩ 37 እንትን ተዋሂብኩም ነይሩ 11 ሽሕ እዩ ተፈፂሙ ዘሎ ትሑት እዩ ትርፊ ክንርኢ ከለና ከዓኒ ካብቲ 8 ነጥቢ 4 ክልተ ሚልዮን እቲ ጨንፈር ሒዝዎ እኒኤ ግን ፍርቂ ጨንፈር ኣብዙ እኒኤ ማለት እዩ ዕስራ ኣርባዕተ እና እኒኤና ኣብዙ ክኾን ዝግብኦ ተነኣሰ ኣርባዕተ ነጥቢ ገለ ሚሊዮን ከርእየና ነይሩ ፍርቂ ፍርቂ ተኾይኑ ማለት እዩ ጠቕላላ ኣብ ደቡብ ኣካባቢ ዘሎ ናይ ዕቋር ምንቅስቃስ ናይ ዕቁብ ምንቅስቃስ ዳርጋ ይፍለጥ እንተበልና ምግናን ይኸውን ናይ ብሓቂ ኣዝዩ ትሑት እዩ ዕቁብ ኣባላት ከምቲ ንሪኦ ዘለና ማለት እዩ ካልእ ሓበራዊ ዝኾነ ጥንካረ እንታይ እኒኤና ካብ ጨንፈር ካብ ዋና ቤት ፅሕፈት ኣብዚ ዓመት ዝተረኣዩ ሓበራዊ ጥንካረ እንታይ እኒኤ ቅድም ክብል ከምቲ ተገልፆ ዝፈተንኩም ኣብ ዓበይቲ ትካላት ዝተሰርሐ ስራሕ ናይ ሎም ዓመት ሓደ ፅቡቕ ዝበሃል ንቕድሚት መርኣያ ኮነካ ዝኽእል ኣብ ዝተረፉ ዘይከፈቱ እውን ፃዕሪ ክግበረሉ ዝግብኦ ስራሕ ሓደ ዓብዪ ስራሕ ተሰርሐ ኣብ ናይ ዓበይቲ ትካላት ትኩረት ጌርካ ማለት እዩ መትረፍቲ ዝበሃል ዓበይቲ ናይ ትካላት ዘለዋ ዝተሰርሐ ስራሕ ብጣዕሚ ውፅኢታዊ እዩ እዩ ካሊእ ኣብዚ ግን እንታይ ከድልየና እዩ ናይ ውሃ ኣገልጋሎትና እውን ምምሓሽ ከድልየና እዩ ኣብቶም ናይ ዓበይቲ ትካላት ንብሎም ዘለና ንምንታይ ካብ ካልኦት ትካላት በሊፅና ተዘይፀኒሕና ኩሉ ግዜ ኣባል ስለ ዝሓዝካዮ ቀፂሎ ለምሳኻ ኣይኮነን ዋናኡ ውሃ ኣገልጋሎት እዩ ተዓፃፂፍካ ምፅናሕ ዘድሊ ምዃኑ እዩ እቲ ዘሎ ከም ዘለዎ ርክብ ቕፅል ተኮይኑ ናይ ውሃ ኣገልጋሎትና ኩሉ ግዜ ማለት እዩ ዝሐሸ ኮይና በሊፅና ክንፀንሕ ንክእል ኣለና። ዕቋር ንምዕቃብ እውን ዝተሰርሐ ስራሕ ኣሎ። እንታይ ኢና ሰሪሕና ዕቋር ንምዕቃብ ከም ትዝክርዎ ኢኹም ሎሚ ዓመት ዳርጋ ደብዳቤታት ስልችኩም ክኾን ይኽእል እዩ ስኻትኩም ብሓቂ ብበዋን እዩ ዝለኣኽ ነይሩ ደብዳቤ ንምንታይ ግን ከምኡ ዝኾን ዘሎ እቲ ኩነታት ባዕሉ ዝፀለየካ እዩ እቲ ዘሎ ፍሰት ገንዘብ ካብ ባዕሉ ይፀለካ እዩ እንዳ ገምገምና ማለት እዩ በብሰሙኑ በብመዓልታዊ ዘሎ ዳታና እንዳ ገምገምና ወፃታት ክቕንስ ደብዳቤ ይግበር ነይሩ እዩ በብእዋኑ ማለት እዩ ፅቡቅ ዝኾነ ስራሕ እንድሕር ይስራሕ ኣልዩ ኮይኑ እቲ ወፃኢኻ ብዘሎ ክቕፅል ትገብሮ እንድሕር ናይ ምኽፋል እምበር ናይ ምእካብ ስርዓት ተዘይሃልዩ ግን ናይ ምዕቃብ ስራሕ ትሰርሐሉ ማለት እዩ ኣብኡ ዝተካየደ ስራሕ ዝሐሸ ስራሕ ኢልና ንወስዶ ኢና ኣብ ውስናት ጨንፈራት እውን ናይ ምክልኻልና ሃፍቲ ናይ ምትእኻብ ስራሕ ሰሪሐን እየን ኣብዚ ዓመት ኣብዚ ካብ ዝሰርሐ ሓደ ወርቂ ኣምባ ከም ዝፍለጥ ሓሙሽተ ወርሒ ኣርባዕተ ወርሒ እያ ገይራ ካብ ትኽፈት ናይ ወርቂ ኣምባ ስራሕ መካየድ ነዚ ውፅኢት ዝሰርሐ ሰራሕተኛ እኳ ኣጋጣሚ የለን ካሊእ እዩ ንግዚኡ ንግዚኡ ክብል ከለኹስ ግዚኡ ኮይኑ ኣይኮነን ስሩዕ ስራሕ መካየድ ተቐይሮ ኣሎ ማለት እየ ናይ ቅድሚ ሕዚ ዝነበረ ስራሕ መካይድ ናብ ካሊእ ጨንፈር ከይዶ ኣሎ እቲ ዝነበረ ናይዚ ውፅኢት እዚ በዓል ዋና ዝኾነ ስለ ዘየለ ክብል ደልየ እየ ብጣዕሚ ፅቡቅ ዝኾነ ተዓፃፃፊ ስራሕ እዮም ሰሪሖም ማለት እዩ ኣብ ውሽጢ ሰለስተ ወርሒ ክተውሕስ ክልተ ነጥቢ ሽዱሽተ ሚሊዮን እዮም ሰብሲቦም ሓድሽ ሃፍቲ ማለት እዩ ፅቡቅ ስራሕ ኣብ ዝሰርሑ ሓደ ወርቂ ኣምባ እዩ ኣብዚ ክላስተር እዚ ካሊእ ሓድነት እዩ ናይ ሓድነት ኣብዙይ ከለና ግን እንትን ከይኸውን ከም ምርጋዕ ነገር ከይረኣ ናይ ዋና ቤት ፅሕፈት ፃዕሪ እዩ ተርባዕተ ሚልዮን ናይ ዋና ቤት ፅሕፈት ፃዕሪ እዩ ፍናዮም ፃዕሪ ከም ሃገሩ እዩ ካብቲ ዘሎ ክላስተር ዝበልፅ ክኸውን ኣይኽእልን ማለት እዩ ግን ትዳታ ዋላ ዋና ቢሮ ይሓግዞ ኣብ ናይ በዓል ስለዝኣቲ በዚ መልክዕ እዩ ኣብ ውስናት ኣብ ልዕሊ 75 ፐርሰንት ዝፈጸማ ማለት እየን እዘን ክልተ ዝጠቕሰን ዘለኹ እምበር በዓል ሰሜን ኣለዋ ጠንካራታት ጽቡቕ ኣብ ተመሳሳሊ ትካላት እውን ክወሃብ ዘይከኣለ ዝሰራሕናዮ ኣብዚ ዓመት ታይም እየ ካሽ ተኸፊሉ እየ ትካልና ኣብ ካልኦት ትራንስፈር እዩ ነይሩ ካሽ ዝበሃል የለን ኣብ ትካልና ግን ብጥረ ገንዘብ እናኸፈልና መፂና ኢና ዋላ ይውሓድ መጠኑ ማለት እዩ ካብ ሰዓት ናብ ሰዓት መጠን እናቐነስናዮ መፂና ኢና በርግፅ ግን ዋላ ይውሓድ ብጥረ ገንዘብ እናተኸፈለ መፂኡ እዩ እዚ ንሕብረተሰብ እውን ኣብቲ ዝነበረ ናይ ምቅላል ጥረ ገንዘብ ስእነት እውን ናይ ባዕሉ ኣስተዋፅኦ ዝገበርናሉ እዩ ክብል እየ ጨንፈራት ኣብ ዘለውን ኣፈፃፅማ ዳረኣኻ እውን እናተኸታተልካውን ብክልል ድጋፍ ይወሃብ ነይሩ እዩ። ኣብ ጥንካረን ዘለዎን ኣብ ድኽመተን ዘለዎን እዋናዊ ዝኾነ ድጋፍ እንዳረኣኻ እዋናዊ ዝኾነ ክትትል ኣፈፃፅማ መደበር ርኢኻ ድጋፍ ይግበር ነይሩ እዩ ገለ ጨንፈር ትደኽመ ኣለኺ እዚ እዚ እዚ የከድክየን ገለ ጨንፈር እውን ኣብዚ ዝተርፍ ነገራት ኣለዎ እዩ በርግፅ ኣብቲ ናይ ደጋግፋ ስርዓቱ ሕዚ እውን ሓድሽ ነገራት ንዕኡ ከምፀሉ ዝኽእል ነገር ኣብ ምሃብ ዝተርፍ ነገር እኒአዎ እዩ ግን ተኸታቲልካ ግን ኣብ ምንታይ ደረጃ ዘላ ሃጨንፈር ናበልካ ግን እዋናዊ ግን ሓበሬታታት ይወሃቡ ነይሮም እዮም ኣብ ምድላው ምዕራፍ ኣመልኪቱ እውን ኣብ 25 ጨንፈራት ድጋፍ ተገይሩ እዩ ኣብ ምድላው ምዕራፍ ብርግጽ ናይ ምድላው ምዕራፍ ምስ ትልሚ ምስ ገምጋም ዝነበረ እዩ ቴክኒካል ስራሕቲ ናይ ስሩዕ ዝኾነ እንትና ሱፐርቪዥን ኣይኮነን ነይሩ ግን ኣብዚ እውን 25 ጨፈራ ክግበር ከሎ ዝተርፍ ነገራት ነይርዎ እዩ ራይፍት ናይ ትልሚ እምበር ኣብኡ ሕግዝ ዝኽእል ስራሕቲ እውን ኣብቲ ናይ ድጋፍ ስርዓቱ ዝቐር ነገር ኣለዎ ኢልና ርኢናየን ኣብዚ ግን ብቲ ምድጋፉ ግን ሓደ ፅቡቕ ነገር ኢልና ዝወሰድናዮ እዩ ኣብ ዕቁብ ትርፊ ዝተሰርሐ ስራሕ እውን ፅቡቅ ኢልና ወሲድና ኢና። ሸሞንተ ነጥቢ ኣርባዕተ ንናይ ትካልና ዘሎ ክሰራ ናይ ምውሳኽ ንምቕናስ ናይ ባዕሉ ግደ ገይሩ እዩ ማለት እዩ። ሰብዓን ሓሙሽተ ብሚእታዊ ልዕሊ ዝፈፀማ ጭንፋት ክንርኢ ከለና እዚ ሰሜን እያ ካብዚ ክላስተር እዚ ብትርፊ ማለት እዩ። እዚ ንቅድሚት ትኩረት ተገይሩ ተሰሪሕሉ እውን ዝሐሸ ስራሕ ክስራሕ ዝኽእል ምዃኑ ግን ዝተምሃርናሉ ጉዳይ እዚ ናይ ዕቁብ መዓልታ ዕቁብ ፍሰት ጥረ ገንዘብ ኣብ ትካልና ንምክልኻል ናይ ባዕሉ ግደ ኣለዎ ሕዚ ዕቁብ ክብል ከልና ሓደ ብትርፊ እዩ ካልኣይ ሊኩዲቲ ናይ ምጥበባቕና ጥረ ገንዘብ ናይ ምእካብ ተለቅሕቲ ናይ ምትእስሳር ብርክት ዝበለ ስራሕቲ እዩ ዘለዎ ሲዲ ብሓደ ተራ ጌርካ ትወስዶ ነገር ይኾነ ዕዚ ኣብዚ ናይ መጠባበቒ 11 ሚልዮን እዩ እዚ ናይ ሰነዳታ ኣብ መጨረሻ ሰነ ማለት እዩ ኩሉ ግዜ ዕቁብ ብባህሪኡ ትኸፍሉ ኢኻ ተውፅኦ ተውፅኦ ይመፅእ እዩ ተረጋጊ ኣይኮነ ግን 11 ሚልዮን መጣበቂ በዓል ነዮ ማለት እዩ ናይ ብምለን ጨፈራት ኣብዚ ዝለዓለ ዝነበረን ግደ ክንርኢ ከለና ዝሐሸ ስራሕ ስራሓ ኣጉላዕ ወርቂ ኣምባ ዓዲ ግዶም ዓይደር ማለት እዩ ኣጉላዕ ከም ንሪኣ ዘለና ሽዱሽተ ሚእቲ ስሳን ሓሙሽተን ሽሕ ነይርዋ ሰነ መጀመርያ ወርቃምባ ከዓ ንሪኦ ዘለና ቁፅሪ ማለት እዩ ጥንካረ ውሕድ ኢሉና ዶ እወ ስለ ዘይሰራሕና ውሕድ ኢለን እየን ናብ ሓባራዊ ድኽመት ስፍሕ ክብለና እዩ ሕዚ ናብ ሓባራዊ ድኽመት
ኣደዳይ ማይክሮ ፋይናንስ ብተዓሞም ዘላ ኣወንታዊ ስራሕቲ ወነ ሰኒቓ ዘለውዋ ጸገማት በቢደረጅኦም ቀዳምነት ሂባ እናወገነት ብቐጻሊ ዝሓዘቶም ሸቶታት ንምዕዋት ከም እትነጥፍ ብምሕባር ትልሚ ክልተ ሽሕን ዓሰርተ ትሽዓተን ዓመተ ምህረት ብምሕንጻጽ መድረኽ ገምጋም ኣፈጻጽማ ስራሕ ትልሚ ክልተ ሽሕን ዓሰርተ ሸሞንተን ዓመተ ምህረት ብዕውት ኩነታት ዛዚማ። ሓባራዊ ድኽመት ክንርኢ ከለና ኣብዚ ዓመት ዝተራእዩ ኣብ ዓንቶ ውሽጣዊ ጸገማትና ኢለ ንምትንካፍ ሞኪረዮም ነይረ እየ። ብዝርዝሮም ግን ሕዚ ክንርእዮም ኢና። ኣብ ሓባራዊ ድኽመት እንታይ እኒኤና ናይዚ ዓመት ንእዋን መፍትሒ ተባሂሎም ኣብ ዝተቐመጡ እታወታት ትኹረት ሂብካ ዘይምስራሕሉ እንታይ እዩ ንእዋን መፍትሒ ተባሂሉ ተቐሚጡ ንእዋን መፍትሒ ኢልና ዘቐመጥናዮ ሕዚ ኩሉ ግዜ ኩሉ ስራሕ ሓደ ዓይነት ክትወስዶ ኣይትኽእልን ነናይ ባዕሉ እዋን ኣለዎ ንእዋን መፍትሒ ተባሂሎም ካብ ዝተቐመጡ ሓደ መዓልታ ዕቁብ እዩ ኣብ መዓልታ ዕቁብ ዘሎ ጉዳይ ግን ረብሓ ብደንቢ ዘይምርዳእ እዩ ዘለዎ ረብሓ ዝግባ ተረዲእኻ ናብ ስራሕ ዘይመታወሉ እዩ ከም ኩሉ ተራ ሜላ ምትእኻዕ እኳ ጌርካ ምውሳድ እውን ኣሎ እዩ። እቲ ካብ ካሊእ ከብልፆ ዝኽእል ብደንቢ ዘይምግምጋም ፀገማት ኣሎ ኢልና ወሲድና ኢና። እዚ ካሊእ ዕቁብ ምስ ለቓሕ ኣብ ምትእስሳር ይተርፍ እዩ። ተወሰና ጨንፈራ ሰሪሕናሉ እየን፣ ግን ናይ ኩሉ ጨንፈር ክኸውን ኣለዎ። ኣብዚ ሓው ዘይሰርሓን ኣብዚ ዝተርፍ ውስንነት ኣለዎ እዩ ንቕድሚት ክስርሐሉ ዝግባእ ጉዳይ ዕቁብ ምስ ዕቋር ኣብ ምትእስሳር እዚ ምስ ልቓሕ ዕቁብ ምስ ኩሉ ዝተኣሳሰር ምስ ልቓሕ ይተኣሳሰር እዩ ምስ ልቓሕ እውን ከላ ምስ ተለቅሕቲ ውዝፍ ዝኣተዋ ክኾና ይኽእላ እየን ሓደሽቲ ውዝፍ ዚኣተያ እውን ወርሒ ወርሒ መኽፈል እየን እውን ብመዓልታ ዕቁብ ገይረን ኣትየን ክኸፍላ ይኽእላ እየን ምስ ዕቋር ኣብ ምትእስሳር እውን ይንእስ እዩ ምንታይ ማለት እዩ እዚ ኩሉ ግዜ ዕቁብ ብዕቋር እዩ ዝሓልፍ ስርዓቱ ግን እቲ ናይ ምዕቃበኡ ዘሎ ማለት እዩ ቀጥታ ምስ ነኽእ ዕቋርሲ ክፍሊት ምፍፃም ተራዳዲእኻ ምሳና ክፀንሐሉ ዝኽእል ስርዓታት ምስቲ ዓሚል ዘይምፍጣር ካብ መዕጸዊ ዕቁብ ዝርከብ ወጻእታት እውን ትርፍኻ ወጻእታትካ ከሽፍን ትኽእል ምዃንካ ብዝግባእ ዘይምርዳእኒ ከምቲ ዝበልኩኹም ዓዲ ከንቲባ 8 ሚልዮንን 8 ሚእትን ዕስራን 830 ኣካባቢ ትርፊ ኣለዋ ሓሙሽተ ሰራሕተኛ እዮም ጸኒሖም ስካብ ሽዱሽተ ወርሒ ኣብዚ ሽዱሽተ ሚእቲ ሽሕ ኣካባቢ እዮም ሰም ንመሃያ ንኹሎም ማለት ወጻኢ ትርፊ ክንደይ እኒኦም ካብ ሚእትን ገለን ክልተ ሚእቲ ሲ ትርፊ እኒኦም ንካሊእ ሰራሕተኛ ሰክፊሎም ኣሎ ማለት ናይ ብምሎም ሰራሕተኛ ዓመታዊ ወጻኢ እዮም ክኢሎም ሲ ንካሊእ ጨንፈር እውን ሚእትን ገለን ኣካባቢስ ሓጊዞም ኣሎ ማለት እዩ ሕዚ ወጻታት ካቡኡ ጌርካ ትኽፈል ምዃንካስ ዝይምርዳእን እየ። ሕጽረት ጥረ ገንዘብ ንምክልኻል እውን ዘለዎ ግደ ተረዲእኻ ተጠቃሚ ንኽፈሪ እውን ጻዕሪ ዘይምግባር ብፍላይ ኣብዚ ድኽመት ዝነበረን ጨንፈራት ኣብ ናይ መጠባበቒ ማለት ኣብ ናይ ሰነ መጨረሻሲ ትሑት ዝፋጽማ ዝነበረን ማለት እዩ። ሰሜን ላጪ ሓወልቲ ባሕር ጸባ ዓዲ ሓቂ ምክንያቱም ንምንታይ እዚ እዚ ያን ያህል ዕሪንቱም ከግብረኩም ይኽእል ንምንታይ መሲልኩም ኣብ መጨረሻ ናይ ሰነ ዘሎ ክንዲ ዝተኻለ ክፀንሕ ነይርዎ ምስ ዓም ተረዳዲእኻ እምበር ክሳብ ሓምሳ ቅርሺ ክተርፍ ይኽእል እዩ ናይ ዕቁብ ምክንያቱም ትኸፍሉ ኢኻ ካብ በዓል ናብ በዓል ስለዝኾነ ዝሰርሑ ክሳብ ሓምሳ ክተርፍ ይኽእል እዩ ግን ኣብ ናይ መጨረሻ ወርሒ ምስ ናይ ሊኩድታት ክኾን ከሎ ግን ጥንቃቐ ክንገብር ይግበአና ምርዳእ ንፈጥር ይግበአና ካብ ውልቀ መዓልታዊ ዕቁብ ኣብ ትካልና ዘለዉ ሓለፋታት እውን ንዓሚል ብዝግባእ ዘይምርዳእ ከይሓለፋ ኣለና ክብሉ እንተኸእሉ ኢኹም ሓደ ዋስትና እኒኤና ከም ትካል ኣብ ካሊእ የለን እዩ ኣብ ትካል ኣብ ካሊእ የለን ክብል ከለኹ መዓልታዊ ዕቁብ ኣብ ውልቀ መዓልታዊ ዕቁብተኛታት ኣሎ እዩ ከም ትካል ግን ሕጋዊ ፋይናንሻል ዝመሓደር ግን የለን እንድሕር ከምኡ ኮይኑ ትካልና ከዓ ብደንቢ እዚ ክትቆመሉ ይግብኦ ወሲድካ ምጥላም እኒኤ እዩ ይስብስቡ እሞ ዘይምክፋለለይ ትካል ግን ከምኡ ዓይነት ባህሪ ከርኣይ ይኽእል እዩ። እቲ ዋስትና መጀመርያ ብዝግባእ ተረዲኻ ነቲ ዓሚ ግዜ ምርዳእኔ ካሊእ ኮሚሽን ናያ ይቕንስ እዩ ሓምሳ ፐርሰንት እዩ ናይ ባዕሎም ገንዘብ ተኾይኑ ኣቐዲሞም ዝወስዱ ተኾይኖም ጥራይ እዩ ሓደ መዓልቲ ማለት እዩ ሚእቲ ፐርሰንት ሳልሳይ ደረጃ ከዓኒ ምስ ናይ ልቓሕ ማለት እዩ ዓሚል እንድሕር ኮይኑ ብቐጥታ ልቓሕ ተጠቃሚ ንገብሮ ንኽእል ኢና ንሕና ኣብ ካልኦት ትካላት ግን ዝህውሉ ናይ ዕድል ልቓሕ ከለ ይኽእል ውልቀ ነገር እንትና ማለት እየ ካሊእ ድርጅ ዕቋ ድርጅ ዕቋር ካብቶም ሓደ ነዚ እዋኑ ዝምጥን ስርሑ ዝግባ ተባሃለ ኣብ ዓሚ እዩ ቅድም ክብል ዝነበራ ሰራሕተኛ ትፈልጡ ትኾንኩም ዘለኹም ትፈልጥዎ ኢኹም ነይሩ እዩ ግን ስርዓት ናይ ቁፅፅሩ ብዝግባእ ስለ ዘይነበረ ኣብ መን ሰብ ሒዝዎ መን ይሒዝዎ ከመይ ለት ምሕደርኡ ስለ ዘይፍለጥ ናይ ባዕሉ ዝኾነ ምትፍፋ ናይ ባዕሉ ዝኾነ ምቁራፅ ነይርዎ እዩ ሕዚ ግን ከም ብሓድሽ ማለት እዩ ኣብ ዝሓለፈ ዓመት ሽሕ ሓድሽ ድልድ ተሰሪሑ ናይ ሎሚ ዓቃኒ ሓሙሽተ ሚእቲ ጠቕላላ ሽሕን ሓደ ሽሕን ሓሙሽተ ሚእትን እዩ ድርጅት ተሰሪሑ ካብዚ ግን 262 ብዝተፈላለየ ምክንያት ኣውስተሩ እዩ ኣብ ዋና ቢሮ ኣይበፅሐን ናብ ጨንፈራት ናይ በዓል ምዝንጋዕ እኒዎ ኣብቲ ናብ ጨንፈር ዝበፅሐ ድርጅ ክንርኢ ከለና ሽሕን 238 ግን ናይ ኣፈፃፅማ ፀገም እኒዎ እንታይ እዩ ተፈፃፅማ ፀገም ክንርኢ ከለና ኣብዚ ካብዚ ዝረኸብናዮ ገንዘብ መጀመርያ 53 ሚልዮን እዩ ካብ ድርጅ ማለት እዩ ዝተኣከበ ናይዚ ዓመት ተደማሪ ዕቋር ካብኡ ንላዕሊ ግን ምዃን ምኸኣለ ነይሩ ምዃን ምኸኣለ ነይሩ ምክንያቱ እቲ ዝቐለለ ዝበሃል ንዓሚል ዝመርፆ እዩ ኣብ ገዝኡ ኮይኑ ብቐሊሉ ገንዘቡ ሴፍ ዝገብረሉ ኣብ ወርሒ ምፂና ከዓ ከፊትና ንንቀሳቀሰሉ እዩ ተመራፂ እዩ ብቐሊሉ ከውፅኦ ከይኽእል እቲ ሕብረተሰብ እውን ስርዓት ናይ ባዕሉ ዝሕዘሉ እዩ ክኸፍቶ ይኽእል እዩ ዝተዓደለ ድርጅ ኣብዚ ዝነበሩ ፀገማት ናይ ፈፀፅማ እንታይ እዮም ዝተዓደለ ድርጅ ተጠቃሚ በብወርሒ ተኸታቲልካ ክኽፈት ዘይምግባር ሓደ ግዜ ምስ ዓደልካ ይሰቑ እንታይ ረብሓ ኣለዎ እዩ ንሕሪ ዘይንቀሳቀስ ናይ ንሕሪ ዘይምፅና ኢና ብረብሓናት ዘይብልና ሳይ ትርጉም ኣለዎ ኣብዚ ነዊሕ ግዜ ከምዚ ዓይነት እንትን ዝነበረን ዓብዪ ዓዲ ዘይምክትታል በብወርሑ ማለት እዩ ዓብዪ ዓዲ የጭላ ላጪ ወይኒ ግጀት ዓይደር ዓዲ ሓቂ ዓብዪ ዓዲ ዓዲ ሓ መኾኒ ዓዲ ሽም እዚኤን ድኽመት ነይርዎን እዩ ዘይምክትታል እዚ ካብ ሪፖርትኩም ዝወሰድናዮ ዳታ ናይ ሰነ ሳለሳ እዩ ናይ ዓመታዊ ውፅኢን ዘርእካ ሽሕን ኣርባዕተ ሚትን ክልተ ሽሕ ሰለስተ ሽሕ ኣርባዕተ ሽሕ ተደማሪ የርእካ ማለት እዩ ነዚ ሓሙሽተ ነጥቢ ሰለስተ ሚልዮን እዙይ ሲ እዚኤን ተዝሕግዛ ነይረን ካሊእ ሚልዮን ክመፅእ ክኽእል ነይሩ ማለት እዩ ኣብ ድርጅት ዝኽፈተሉ ግዜ እውን ምስ ተጠቃሚ ተራዳዲእኻ ንዕቋር ክፀንሕ ዘይምግባር እንታይ ደኣ እኒኦ ቀጥታ ውፂኻ ሲ ኣብቲ ወርሒ ምስ ኣኸለ ክፍቱ ከለኻ ከፊትካ ምሉእ ምሉእ ሚእቲ ሽሕ ተኾይኑ ዓሰርተ ሽሕ ተኾይኑ ከፊትካ ትቦ ማለት እዩ ተራዳዲኻ ግን ተወሰነ መልክዑ ተፅንሖ ልትክእል ኣለካ ድሕሪ ከፊትካ ትሂብካዮ እቲ ዓሚልና ተጠቃሚ እዩ ፅቡቅ ዓሚልና ሓደ ምጥቃሙ ሓደ ነገር እዩ ከም ትካል እንታይ ረብሓ ይኸውኖ እዚ ምንም ረብሓ የብሉ ሕርቀታ ኣምጺእና ፍሊንት ትጽብቲ ኮይና ንትካል ዘለዎ ረብሓ ዋላ ሓደ ነገር የለን ድኻም ኢና ንውስኽ ዘለና ኣብኡ ዘሎ ነገር እውን ዝተርፍ ነገራት እኒየ እዩ ንቕድሚት ትኩረት ዝግብኦም እዩ ኣብ ጨንፈር ከዓ እንደገና ንነዊሕ ግዜ ሒዝካዮ ከፍ መዋል እኒየ እዚ ድርጅት እዚ 450 እዩ መስርሒኡ ብርክት ዝበለ ገንዘብ እዩ ዝውድእ ናብ ካሊእ ዘይምስራሕ እንትን ዘይምገርናሉ ነርና እንድሕር ዘይንጥቀመሉ እንተኮይና ገንዘብ ንሱ ብልቓሕ መልክዕ ጌርካ ኢንተርስት ከምፅእ ዝቐልል ማለት እዩ ኣብ ጨንፈር ሒዝካዮ ኮፍ ትብል ኣብ ከምዚ ዓይነት ባህረ ዘለወን ጨንፈራት ዘሪኣና ዓዲ ግዶም ሰለወይኒ ዓዳሓ ላጭ ነዊሕ ግዜ የፅንሐኖ ሕዚ ዓዲ ኢለለ ኮናየን ተወሰነ ሓደ ክልተ ንክልየን ይገሊየን ግን ነዊሕ ግዜ ካብ ዘፅንሐኦ ማለት እዩ ምስ ተለቀሕቲ ናይ ምትእሳ ስራሕ ትናርኾ ነረ እቲ ካልኣይ ዘይተኣደነ ውድድር ንምብዳህ ዝተነፀሩ ኣንፈታት ዘይምትግባር ቤት ኣደን ውድድር ኣሎ ኢልና እየና ነዚ ግን ንምፍታሕ ግን ከም ትካል ግን ዘቐመጡ ኣማራፅታት ነይሩ እዩ ዘመሓየሾ መምርሕታት ነይሮም እዩ እንታይ እዮም እቶም መምርሕታት ናራእናዮም ክንኸይድና ኣብኡ ግን ናይ ዘይምክትታል ናይ ስራሕ ተግባራት ግን ናይ ፈፃፅማ ፀገማት ግን ነይርዎም እዩ ንግዜ ገደብ ምምሕያሽ ጌርና ኢና በርግጽ ዓሰርተ ሸሞንተ ፐርሰንት ወለድ ክኽፈል ተገይሩ እዩ ዓሰርተ ሸሞንተ ማለት ልቓሕ ዓሰርተ ሸሞንተ እናኾነት ዓሰርተ ሸሞንተ ከዓ ወለድ ምሕቋር ንኸፍል ማለት እዩ ብተመሳሳሊ ሓደ ሓደ ግዜ ትጸገም ናብ ዘይኮነ የእትየካ እዩ በርግጽ መርብ ዓሰርተ ሸሞንተ ምጽሓብ ዓሰርተ ሸሞንተ ልቓሕ ይወሃብ ግን ድሕር ሕጽረት ሃልዩ ኣማራጺ የለን ተዓሚ ተጽንሖ እዩ ዘለካ ምሳኻ ማለት እዩ። ለቓሒ ወሎ ምባል ይሓይሽ ካብ የለን ክትብል ብትመሳሳሊ ውልድ ምምጻእ ይቐልል ማለት እዩ። እዚ ክስራሕ ከሎ ግን ኣብ ኣፈጻጽሞ ተግባራውነቱ ብዘይካ ኣብዚ ዘለኹም ክላስተር ሓድሽ በዚ ሃፍቲ ዝኣኮኩሞ የለን ዘይተጋግየ ማለት የለን። ኣብ ካሊእ ክላስተር ተወሰዳ ዝተጠቐማሉ ኣለዋ እየን ኣብዚ ምዝሕሓድ ነይሩ እዩ ምስ ዝምልከቶም ኣካላት ቀሪብካ ዘሎ ሓለፋ ረዲእኻ ናብ ረብሓኻ ዘይመዓል ዝተርፍ ነገራት ነይሩ እዩ ካሊእ እንደገና ናይ ቤት መዘጋጃን ናይ ግልጋሎት ደብዳቤታት ተፃሒፉኩም እዩ ልቓሕ ንሰራሕተኛ መንግስቲ ጠጠው ኢሉ ከም ዝፀንሐ ንፈልጥ ኢና ኩላ ኢና ግን ብፍሉይ ኣብ ትካልና ንድሕር ዓቑሮም ኣቕርቦት ልቓሕ ክንገብረሉ ንኽእል ኢና ኢልና ግን ደብዳቤ ተፃሒፉ እዚ ግን ናብ ተግባራውነቱ ነው የተሰጋገረ ሓደ ሽም ክነምጼካ ኣልና እቶም ዘለዉ ንባዕሎምን ክንዕቆ ምኳን ኣይኸኣልና ይኡ ዘሎ ናይ እዚ ምክትታል ክፍተት እውን ይተርፍ እዩ ውስናት ጨንፈራት እየ ነዚ እንትን ገይረን ማለት እዩ ካሊእ ንተሽከርከርቲ ዝተፈቐደ ልቓሕ እኒ ንተሽከርከርቲ ፈቒዱ ዘሎ ልቓሕ ቀዳማይ ዕላምኡ ዕቋር ምእካብ እዩ ምክንያቱ ዕቋር ተዘይኣኪብካ ኣለዋ ክትዕድል ትኽእል ካብቶም ኣብዛ ዓሚ ፅንዓት ተገበረሎም ንዕቋር ክዕብልና ይኽእሉ ዝተባሃሉ ናይ ተሽከርካሪ ለቓሒ ኣብዚ ግን እንታይ እኒአዎ ተወሰነ ጨንፈራት ኣለኹም ጎበዛት ወዘቲ ድነቑ ዝግብኦም ብፍላይ ብለቓሒ ስለ ዝባሩ ዝኾኑ እዚ ጉዳይ እዚ ከይንደጋግሞ ጠንካራ ዝኾኖም ብዝግባእ ኣፋሊጥኩም ልዕሊ ኣርባዕተ ሓሙሽተ ኣባላት ዝሃብኩም ማለት እዩ ጠቕላላ ኣብ ካሊእ ወረዳ ከኣ ምንም ዓይነት ኣፍልጦ ዘይብሎም ምንም ተገልጋሊ ዘይብሎም መንእሰይ ስራሕ ስእነት እኒኤ እንዳበልናሲ መንእሰይ ከዓ እንደገና ኣቕርቦት ተሽከርካሪ ዘይንበሉ ዕድል ማለት እዩ ስለዘይወስድ ዘሎ ኣይኮነን ክወስድ ስለዘይደለየ ኣይኮነን ንሱ ግን ስለ ግንዛበ ዘይፈጠርናሉ እዩ ናይ ግንዛበ ስራሕቲ ናይ ዘይምስራሕ ፀገም እኒኤ እምበር መንእሰይ እቲ ሰዓት ስራሕ ኣብ ዝሰኣነሉ ኣቕርቦት ለቓሕ ሂብካ ይብል ጠጠው ዝብል መንእሰይ የለን ብዙሕ ርኢና ኢና ሃፍትታት እውን ከም ዘይርኩም እውን ገውን ይኹም ም ገውን ኢና ኣለና እዚ እውን ያው ከም ኣሴታት ብዙሓት ህንፃታት ተሃንፅላ እዚ ንቐፃሊ ተስፋ እዩ ብኡ ኣትሒዛ እውን ነቲ ማሕበረተሰብ ካብ ላዕሊ ተን ዓበይቲ ባንክታት ኣትሒዛ እውን ተለቂሓ ነቲ ሕብረተሰብ ናይ ተባፃሓይነት ብፅሒት እውን ክተካይድ ትኽእል እያ ዝግምት ብሓጺሩ ኣደዳይ ንቕድሚት ክትስጉም እያ ንመን ሒዛ ንሕብረተሰብ ግልጋሎትና እዩ ንቕድሚት ዝወስደና ግልጋሎትና እዩ ወይ ከዓ ዋህባ ፅፈት ፅሬትና እዩ መለለይና እውን ፅሬት እዩ ኣብ ዝተፈቐደ ጠማጥም እውን ከይሽረፍካ ካሊእ ጠማጥም ንክፍቀድካ ድፍኢት እኒ እቶም ተፈቐዱ መምርሒ መሰረት ዝገበረና ፍፃመ እዚኣተናሲ ካሊእ ሓዱሽ ዚኖ ዚንዶ ዝብል ካብ ክዳን ካሊእ ካሊእና ንሕተት በርግፅ ካብ ስሩዕ ዘይኮነ ናይ ክፍሊት ክፍፀሙ ዝግብኦም ነገራት እውን ንሕትት ኢና። ዝተኣታተወ ቴክኖሎጂ እውን ምስ እዋኑ ዘይምዃኑ እዚ ምስ ናይ ዋና ቢሮ እዩ። ሕዚ ቴክኖሎጂ ዝተኣታቶ ከሎ ኩሉ ግዜ እዋናዊ ክኾን ይኽእል ኣሎ። ንምንታይ ኮር ባንኪ ሲስተም ኣተኣታቲና ኢና፣ ግን ሓሊፉና ከይዱ ተኻሊእ ብዙሕ ተርብሕት የኮና ሕሉት ጉዳይ ስታይ ሞባይል ባንክ ዝጥቀም ዘሎ ሰብ ንሕና ኣብቲ ጉዳይ ስ የለና ምክንያቱ ሞባይል ባንክ ሰብ ነተኣታቱ ከዓ ንሰም ከዓ ቀዲሞም ናካሊእ እንደገና ተኣትዮም ዝፀድሑ እዮም ማለት እዩ እንድሓር ምትራፍ እኒየው እዚ ማለት እዩ ኩሉ ግዜ እዋናዊ ዝኾነ ተኸታቲልካ ምስቲ ቴክኖሎጂ ምዝማን ዝተረፍ ነገር ምዃኑ እዩ እዚ ሓደ ድኽመት እቲ ካልኣይ ውድቀትና ብመደባት ብዝተዋደደን ዝተኣሳሰረን ኣንፈት ተኸቲልካ ዘይምስራሕ እዩ። በተለይ ስራሕ መካየድ ብዙሕ መደብ እኒኦ ፋይናንስ ኣብ ትሕቲ እዩ ኦፕሬሽን ልቕሕ ዕቋሮ ኣብ ትሕቲ እዩ ኩሉ ስራሓት ኣብ ትሕቲ እዩ ኣብ ሄዶክ ናይ ባዕሉ መደብ ክል ይኽእል እዚ ግን ተዋሪድካ ኣብ ምስራሕ ዘሎ ስርዓትና ግን ይትሕት እዩ ዝተርፍ ነገር ነይሩ እንታይ እዩ እዚ ኣብዝሓ ግዜ ሰራሕተኛታት ናይ ትካልና ዝረኣ ክፍተት ንሓደ መደብ ስራሕ ጥራሕ ሒዝካ ምስራሕ እዩ ደሪብካ ናይዚ ምኻድ ችግር እኒአ ኩለ መዳይ ንብሎ ብተኻለ በሃላ ማለት እዩ ተንተባተበ ስራሕቲ ልቓሕ ዘፅድቑ ኮሚቴ ሲ ልቓሕ ጥራይ ሪኦም ይመፁ ተለቀሕቲ ሓንቲያ ወይ ክልተ ሰብቲ ኮይኖም ንዕኦም ጥራይ ዜሮም ይመፁ ኣብኡ ግን ዓቋር እኒአ እዩ ሓድሽ ክፈርስ ዝግብኦ ኣብኡ ግን ዕቁብተኛ እኒአ እዩ ተው ዘሎ ናይ ምትእሰር ስራሕ ብጣዕሚ ዝተርፍ ምዃኑ እዩ ተኣሳሲርካ መደባት ዘይምስራሕ እኒአ እዩ ብፍላይ እዚ ምስ መሪሕነት እዩ ዝውሰድ ምክንያቱም

እንድሕር ደኣ ኦፕሬሽን ስራሕቲ ተዘይተሰሪሖም ፋያነስ ምንም ነገር ክሰርሐ ይኽእል ዕቋር ተዘይተኣኪቡ ዕቋር ኣኪቡ ልቓሕ ተዘይተዓዲሉ እንታይ ዓይነት ትራንዛክሽን እዩ ከመሓላልፍ ፋያነስ ኣብ ቢሮ ከፍ ኢሉ ጥርዓን ይክሰምዕ ማለት እዩ ዚሃኩምና ልቓሕ ወይ ከም ዜጎርኩምና ዝብል ጥርዓን ይክሰምዕ ምርምን ከስተናግደ ይኽእል ግልጋሎት ክህሉ ዝኽእል ኦፕሬሽን ተተንቀሳቒሱ እዩ ኦፕሬሽን ክንንቀሳቀስ ስለዝንበ ናድማ ክልተ ወገናት ጥራይ ኣይኮኑን ልቓሕ ከኢላና ስራሕ መካየዲ ይኮኑ ብዋናነት እሶም እዮም ግን ፐርሰንት ክቐንስ ይኽእል ለይቶም ፋይናንስ ውሽጢ ዝሰርሖ ስራሕቲ እውን እዩ ውሽጢ ዕቋር ንብሎ ኮነ ንበዓል ንምንታይ ውሽጢ ዕቋር ፋይናንስ ክሰርሑ ዘይንገሮም ተናእሰ ማለት እዩ ተለቃሒ መፅኡ እኮ ልቑሑ ጥራይ ክፍሉ ዝኽእለሉ ስርዓት ኢና ንርኢ መምርሒ ግን እኒኦዎ እዩ እኮ ተለቃሒ ክኸፍል ከሎ ዕቋርን ክዓቁር ዝኸእል ምዃኑ እዚ ስርዓት እዚን ክንክተል ኣይንኸእልን ኣይናኽተሎን ዘለና በተለይ ሰራሕተኛታት ናይ ፋይናንስ ዘለዉ ኣብቲ ናይ ኦፕሬሽን ሓገዝቲ ዘይንገብር ስራሕ መካየድታት እኒና ማለት እዩ ንኹሉ ይገልፅ ማለት ኣይኮነ ኣብ ውስናት ማለት እዩ ስራሕቲ ብዝህልዎም ክብደት እውን ዘይምርኣይ እኒአና ንኹሉ ስራሕስ ብማዕረ ዓይኒ ትሪኦ ግን ክብደት እኒኦዎ እዩ። ስራሕቲ ብዘለዎም ክብደት ፈሊኻ ዘይምስራሕ እኒኤ። ዝበዝሕ ግዜ ኣበየናይ ስራሕ ከም ተሕልፎ እውን ዘይምንፃር ከምኡ እውን መን ሰራሕተኛ ኣብ መን ይሰርሕ ዝብል እዚ ሓደ ሓደ ዝገጥመናሲ በዓል ሙያ ሰራሕተኛስ ደብዳቤ ናብ እገለ ዝበሃል ሓላፊስ ኣብፅሒለዮ ኣለኹ ይብለካ።

ዝበዝሕ ግዜ ንመዓልታዊ ዕቁብ ከም ዝበልናዮ ከም ሰራሕተኛ ያው ኣደዳዊ ናይ ፍትነት ሽግር ኣሎ ኢለ ይወስዲ ስለሎ ኩነታት እቲ መደብ እውን ናይ ምውዳቕ ተርእታት ለርኢ ኣሎ እምበር እቲ ናይ ሰራሕተኛ ውፍነት ያው ብጣዕሚ ህርኩት ኢልካ ክትገልፆ ትኽእል ኢኻ ግዜኹም ኣበይ ዝሓልፍ ካብ ስራሕ መካየድ ሎን ኦፊሰርን ጨንፈራትና ኣብ ልቓሕ ምዕዳልን ኣብ ዕቁብ ምእራይ እዩ ግነይ ስራሕ ማለት ኣይኮነ ይሱ ንምንታይ ግን ተኣከብ ሃፍቲ ተዘይሃልዩ ካብ ምፅኻ ካለቃ ክትዕድል እተን ትዕድልዎ ልቓ ካብ ዋና ቢሮ ፃውዒት እናተገበራ እየን ዝወሃባ ዘለዋ ንቕድሚት ኮሚቲ ስርዓት ዘይክቕፅል ይኽእል እዩ ምስ ናይ ኦዱ ዘሎ ስርዓቱን ሕዚ ከምኡ ከሊ እዩ ንቐጻሊ በቲ ናይ ቅድሚት ነበረ ናይ ቅድሚ ሕዚ ነበርኩም ሰራሕኩም ከይ ትፈትዎ ኢኹም ጨንፈር በዓሉ ሓድሽ ሃፍቲ ኣኪቡ ሓድሽ ዕድላ ልቓሒ ዘካይድ ነይሩ ናብ ስርዓት ስምእታ ይቐርብ ከም ምሃብ ንድሕር ተባሂሉስ ካይ ምጽኢ ክህብ እዩ ሕዚ እንታይ ኢና ኒና ተጸበይቲ ኢና ኒና መብዛሕትና ዋና ቢሮ ለኣኸለይ ኣለም ረኸቦ ስልኪ ጉድ እዩ ለኣኸለይ ንማሊ ዝውዕሉ መዓልቲ ፋይናንስን ልቕሐን እናሱ ተይኮነ ግን ክንገብሮ ዝግበእና መጀመርያ ኣበ እዩ ኣብቲ ሃፍቲ ንእክብ እሞ ብድሕሪኡ ዘሎ ከመይ ነመሓድሮ ዝብል ከዓ ናተመያየጥካ ምስ ዝምልከተኣካ ትሰርሖ ስራሕ እዩ ኣብዚ ግን ኣብ ደቃት ነገራት ግዜኻ ምሕላፍ ኣሎ ኣዋዲድካ ስራሕ ዘይምስራሕ እውን ኣሎ ተነፃፀል መደብ ሒዝካ ናይ ምኻድ ኩሎም ስራሓት ብፍላይ ፓኬጃት ዕቋራ ግን ብተኸታታሊ ንሓደ ዓመት ማዕረ ስራሕ ክፍፃመ ክህልዎምን ትፅቢት ምግባር እኒአ ኩሉ ነናይ ባዕሉ እንትን እኒኦዎ እዩ ሕዚ ዕቋር ካብ ሓምሊ ሓደ ጀሚሩ ክሳብ ሰነ ሰላሳ ሓደ ዓይነት ኣፈፃፅማ ክህልዎ ይኽእል እዩ። ዝኾነ ወቕቲ ዝዘሓለ እኒአዎ በብወረዳኻ ይፈላለዩ እቲ ሃፍተ ገነት እውን ይፈልዩ እዩ ምስ ናይ ሕርሻ ዘሎ ሕዚ መዓዝ ሕርሻ ዝኣቱ እዩ ምስ ናይ ወርቂ ዘሎ መዓዘ እዩ ምስ ካልእ ናይ ንግዲ ትራንዛክሽን ዘለዎ መዓዘ እዩ እቲ ሃፍተ ገነት ይንፅሮ እሞ በብወረዱ ዘለዉ ነፂሩ ነቲ ስራሕ ንሱ ኣበየ ናይ ሰዓትን ግዜን ይፍፀም ዝብል ግን ምፍላይ የድልየና እዩ